ሰላም ዝኸበርኩም ተኸታተልቲ መደብ ማእዲ ዘተ መደብ ማእዲ ዘተ ንሎሚ እውን ጀሚርና ኣለና ያው ከም እትፈልጥዎ ኣብ ሰሙን እዚ ዝተሓረዩ ክልተ ዓበይቲ ዛዕባታት መሰረት ጌርና ኣነ ኣብርሃ መስኳል ከምኡ ድማ መሳርሕተይ ፍስሃ መብራህቱ ብምዃን ካብ ሰዓት 12 ጀሚሩ ክሳብ ሰዓት ሓደ ሓቢርናኩም ክፀንሕ ኢና ንሎሚ ኣብ ዝመረፅናዮም ክልተ ዛዕባታት መሰረት ጌርና ድማ ብርክት ዝበሉ ሓሳባት ክንለዋወጥ ኢና ኢልና ተስፋ ንገብር እሞ ከም መላለዪ ሒዝናዮም ዘለና ኣርእስታት ንምላይ ዝኣክል፣ ፈለማ ጌርና ዝሓረናዮ መበል ቴስዓ ዓመት ጽምብል በዓል ሓይሊ ኣየር ኢትዮጵያ መሰረት ጌርና፣ እቲ በዓል ገና ኣይተዛዘመን፣ ሕዚ እውን እናተኻየደ እዩ ዘሎ፣ ግን ምስኡ ተኣሳሲሩ ሓይሊ ኣየር ኢትዮጵያ ካበይ ናበይ ዝብል ነገር ክንሪኦ ክንፍትን ኢና። ብካልኣይ ብርኪ ድማ ጉዕዞ ሰማንያ ዓመት መንገዲ ኣየር ኢትዮጵያ ሒዝና ክንቐርብ ኢና። ከም ትፈልጥዎ ተመልከትትና ክልቲኦም ትካላት ኣብዛ ሃገር ኣለዉ ካብ ዝበሃሉ ኩርዓት ዝበሃሉ ዓንዲ ሑቐ ዝበሃሉ ትካላት እዮም እሞ እዞም ትካላት እዚኦም ምስዚ ሕዚ ዘሎ ሪፎርም ከመይ ይስጉሙ ኣለዉ ዝብሉ ናይ ሎሚ ዛዕባ ገይርና መሪፅናዮ ኣለና። እንኳዕ ደሓን መፃኻ ፍስሃ። እንኳዕ ደሓን ፅናሕካ ኣብርሃም። ያው ተመልከትትና ኣብ ዝተፈላለየ ሚድያታት መራኸቢ ሓፋሽ እናተኸታተልዎ ዝቐነዩ ዛዕባ ዋላ እኳ ተኾነ ሓደ ሓደ ነገራት ግን ምልስ ኢልና ካብ ኣጣየሽኡ ጀሚርና ክሳብ ሕዚ ዝኸደሉ ጉዕዞ ሓይሊ ኣየር ኢትዮጵያ እንታይ ይመስል፣ ካልኣይ ብርኪ ድማ መንገዲ ኣየር ኢትዮጵያ እውን ብተመሳሳሊ ኩርዓት ኢትዮጵያ እናበልና ንፅውዖ ብብርኪ ዓለም እውን ተሸላሚ ፀብለልታ እናርኣየ ዝመፀ መንገዲ ኣየር እዩ እሞ እዚኦም ኣብ ቀፃሊ ከ እንታይ ትልምታት ሒዞም እስካብ ሕዚ ዝመፅእዎ ጉዕዞ ከ እንታይ ይመስል ዝብሉ ነገራት እናልዐልና ሓሳብ ክንመርፅ ክንለዋወጥ መሪፅና ኣለና እሞ ፍስሃ ያው መጀመሪያ ብቲ ቀዳማይ ርእስ ክንጅምር መበል ቴስዓ ዓመት ፅምብል ሓይሊ ኣየር ኢትዮጵያ መሰረት ገይርና ምስኡ ንድሕሪት እናተመለስና ሓደ ሓደ ተዘክሮታት ክነልዕል ኢና እሞ ከም ትፈልጦ ሓይሊ ኣየር ኢትዮጵያ ያው ካብቶም ስሙያት ዝበሃሉ ትካላት ንነዊሕ ዘበናት ስሞም ዓቂቦም ኣብ ብራኸ ኢትዮጵያ ይኹን ኣብ ኣፍልጦ ኢትዮጵያ ዝሕሸ ዝና ዘለዎም ትካላት ኢልና እንኾርዐሎም ሓይሊ ኣየር ኢትዮጵያ ሓደ እዩ። ክምስረት ከሎ ምስ ናልባት ቴስዓ ዓመታት ገይሩ ኣሎ ኣብ ዓሰርተ ትሽዓተ ዕስራን ሸሞንተን ከባብታት ምስ ባዕዳዊ ወራር ጣልያን ተኣሳሲሩ ድሕሪኡ ናይ ምንቕቓሕ መንፈስ ተፈጢሩ ሓይሊ ኣየር ኢትዮጵያ ዝተጣየሸ ይመስለኒ እሞ ክሳብ ሎሚ ዝዘለቐሉ ታሪክ ክሳብ ሕዚ ዘለሉ ተሰማዕነት ተደማፅነት ካብ ኢትዮጵያ ሓሊፉ እውን ንካልኦት ሃገራት ኣፍሪካ እውን እናሓገዘ ዝመፀ ሓይሊ ኣየር ስሙይ እንብሎ እዩ ብብርኪ ዓለም ሕዚ ከም ናይ እስራኤል ዝበሉ ሓይሊ ኣየር ፍሉጣት እዮም ብብርኪ ኣፍሪቃ ድማ ተምፂኻ ኣብ ቁፅሪ ሓደ ካብ ዝፅርዑ ኣብ ቅድሚት ካብ ዝፅውሑ ሓይሊ ኣየራት ሓደ ሓይሊ ኣየር ኢትዮጵያ ምዃኑ ምንም ዘመናትእ ጉዳይ ኣይኮነን እሞ ሎሚ መበል ተስዓ ዓመቱ የኽብር ኣሎ እቲ ፅምብል ሪኢኻያ ካብ ዝተፈላለዩ መድረኻት እናተሰናደ ንነዊሕ ግዜ ዝፀንሐ ገና እዩ ሕዚ እውን የተዛዘመን ይመስለኒ ክሳብ መፃኢ ሰሙናት እውን ዝዘልቕ በዓላት ኣሎ እሞ ኣብዚ በዓላት እዚ ድማ ምናልባት ምስ ትሕዚ ዘካየደ ዘሎ ሓድሽ ሪፎርም ተኣሳሲሩ እንታይ ተዓጢቑ እንታይ ከ እዩ ንቐፃሊ ዝህቅን ዘሎ ዝብሉ ነገራት ብርክት ዝበሉ ነገራት እናተገለፁ ይመፅእ ኣለው። ያው ከም ኣገላልፃ ዋና ኣዛዚ ሓይሊ ኣየር ኢትዮጵያ ሌተናል ጀነራል ይልማ መርዳሳ ኣብ ዕስራ ሰላሳ ዓመተ ምህረት ኢትዮጵያ ካብ ኣፍሪካ እቲ ዝሐሸ ዝበሃል ሓይሊ ኣየር ንምህናፅ ከም እቅድ ከም ትልሚ ሒዛ ትሰርሕ ምህላዋ ዝገለፅዎ ኩነታት ኣሎ። ነዚ ከሳልጡ ዝኽእሉ ስራሕቲ ድማ ኣብዞም ዝሓለፉ ሸሞንተ ዓመታት ብዕቱብ ይስርሑ ምምጽኦም ዝገለጽሉ ኩነታት ኣለው። እዚኦም ብሰለስተ ዓበይቲ መሰረታዊ ነገራት ማለት ብህንጸት ሓይሊ ሰብ፣ ዝተማህረ ሓይሊ ሰብ፣ ብኹሉ ነገሩ ነቲ ዘበን ዝጠልብ ነቲ ቴክኖሎጂ ዝጠልብ ሓይሊ ሰብ ምዕጣቕ ኣብ ምብቃዕ ናይ ባዕሉ ዝኾነ ስራሕቲ እናሰርሐ ከምዝመጸ፣ ካልኣይ ብዕጥቂ ዘበናዊ ዝበሃል እቲ ዘበን ዝጠልቦ ሕዚ፣ ዜርዜሩ ዓለምና ሕዚ ብቴክኖሎጂ እንድያ ትነዓናሕ ዘላ። እዚ ከምቲ ናይ ቐደም ዓይነት ውግኣት ንምትራፍ እዚ ናይ ሓይሊ ሰብ ሙቭ ትገብሮ ነገር ቐኒስካ ግን ቴክኖሎጂ ተዓጢቕካ በዚ ድማ ሰዓራይን ቐዳማይን ትኾነሉ መንገዲ ንምፍጣር ብዕጥቂ እውን ዘበናዊ ዝኾነ ዕጥቂ እናሰነቐ ከምዘሎ ዝተገለፀሉ ኩነታት ኣሎ። ካሊእ እቲ መሰረተ ልምዓት እንብሎ እውን ነዚ ሓይሊ ኣየር እዚ ከዕብይዎ ናብ ሓደ ብራኸ ከዕይዎ ዝኽእሉ ናይ መሰረተ ልምዓት ስራሕቲ እውን ብዕቱብ ኣብዞም ዝሓለፉ ሸሞንተ ናይ ሪፎርም ዓመታት ዓበይቲ ስራሕቲ ከምዝተሰርሑ ዝገለፅሉ ኩነታት ኣሎ። ህንፀት ሓይሊ ኣየር ኢትዮጵያ ኣብ ሰለስተ መሰረታዊ ነገራት ተደሪኾም ነዞም ዝገለፅናዮም እናተሰርሐ ይመፅእ ኣሎ። እዚኦም ድማ ብፍላይ ሕዚ ሓይሊ ሰብ ክንብል ከለና ድማ እንታይ ዓይነት ሓይሊ ሰብ? ሓደ መንእሰይ ዝኾነ ሓይሊ ሰብ፣ ካልኣይ ፍቕሪ ሃገሩ ዝለዓለ ኣብ ጠንካራ ሃገረ መንግስቲ፣ ኣብ ርሀ ብሄራዊ ሓድነት ኣብዚኦም ኩሎም ዝኣምን ሓይሊ ሰብ ኣፍሪኻ ብኡ ድማ ዝለዓለ ብቕዓት ዝውንን፣ ንዝወሃቦ ትምህርቲ ይኹን ስልጠናታት ድማ ቐልጢፉ ዝርዳእ፣ ምስቲ ግዜ ዝተዓጻጸፍ መናእሰይ ዝኾኑ ሓይልታት ኣብ ምፍራይ፣ እዚ እቲ ሓደ ዓብዪ ስርሑ እዩ። እቲ ዕጥቂ ዝበልናዮ ዓንቶ ዝገለጽናዮ ቴክኖሎጂታት ዝውንንዎም በቲ ዘበን ዝጥለው ተዋጋእቲ ነፈርቲ ክኾና ይኽእላ እየን፣ ድሮናት ክኾኑ ይኽእሉ እዮም፣ ካልኦትን እቲ ዘበን ዝጠልቦም መሳርሕታት ኣብ ምህናፅ ናይ ባዕሉ ዝኾነ ዓብዪ ግደ እናሰርሐ እዩ ዝመፅእ ዘሎ። መሰረተ ልምዓት ክነልዕል ከለና ድማ ተዋጋኢ ሓይሊ ብኹሉ ነገር ዝተመቻቸወ ነገር ክህልዎ ክኽእል ኣለዎ። ኣብ ቢሮ ካብ ስታፍ ከይተረፈ ክህልዎ ዝኽእል ናይ ዝርግሐ መሰረተ ልምዓት ነቲ ዘበን ዝጠልብ ነቲ ቴክኖሎጂ ዝጠልብ ንኹሉ ነገር ምቹው ዝኾነ ናይ ስራሕ ከባቢ ክህልወካ ዝግብር እዚ ኣብ ምግባር ብዓብይኡ እናተሰርሐሉ ዝመፅእ ዘሎ ኩነታት ከምዘሎ እዩ ዝገለፁ እሞ ዜሩ ዜሩ ሓይሊ ኣየር ኢትዮጵያ ያው ኣብ ዞም ሸሞንተ ዓመታት ብፍላይ ዝመፀሎም ጉዕዞ ካብቶም ዝፀንሖም ነዋሕቲ ዓመታት ስሉጥን ቁልጥፍን ምዃኑ እቲ ናይ ለውጢ መንገዱ ዝተረእየሉ ነገር እዩ። ንድሕሪት ምልስ ኢልና ግን ሓይሊ ኣየር ኢትዮጵያ ክንርኢ ከለና ኣብ ብርክት ዝበሉ ዓውደ ውግኣት ናይ ባዕሉ ዝኾነ ሮላት ተፃዊቱ እዩ። ብፍላይ ኣብዚ ናይ ኢትዮ ሶማሊ ውግእ ንድሕሪት ምልስ ኢልና ክንርኢ ከለና ሓይሊ ኣየር ኢትዮጵያ ዝገርም ተኣምር ዝሰርሐ ክሳብ ሕዚ ድማ ብጅግንነቱን ብክብሩን እናተፀወዐ፣ እናተሰምየ፣ እናተዘከረ ዝነብር ታሪኽ ፅሒፎም ዝሓለፉ መራሕቲ ኣየር ተይኮነ መብረርቲ ኣየር ከይተረፉ ዘለዎ ስምን ዝናን ዘለዎም ኣብ ናይ ኢትዮ ኤርትራ ሽሕን ትሽዓተ ሚእቲ ዕስራን ሓደን ውግእ እውን ብርክት ዝበሉ ታሪካት ዝሰርሑ ሓይሊ ኣየር ኢትዮጵያ ኣብ ታሪክ መዝገብ ወርቃዊ ታሪክ ፅሒፉ ዘቐመጠ ምዃኑ ብዝተፈላለዩ መንገድታት ክግለፅ ይኽእል። እዚ

ምናልባት ፍስሃ ኣነ ንግዚኡ እዚ ክፍሊ እሞ ክንቕጽል ተለና እውን ካልእ ሓሳባት ምልዓል ይከኣል እዩ እሞ ኣብቲ ዝካየድ ዘሎ ጽንብል ሓየር ኣየ ሓይል ባዕሉ ቀዳማይ ሚኒስተር ዶክተር ኣብይ ካልኦት ኣጋይሽን ዝሃብዎ መደረታትን ዘልዕልዎም ሓሳባትን ኣለዉ እሶም እናጸናሕና ክነልዕሎም ክንፈትን ኢና እሞ ኣብኡ ዝረእኻዮ ዝተዓዘብካዮ ምልከታኻ ተተካፍለኒ ደስ ምበለኒ። እወ ጽቡቕ ኣለኻ ኣብርሽ ምናልባት ሓይሊ ኣየር ኢትዮጵያ ክበሃል ከሎ ካብ ባዶ ተላዒሉ ወይም ድማ ካብ ብሓደ ፀሓይ ኣብዚ ኸዚ በፂሕሉ ዘሎ ብርኪ ንምብፃሕ ዘኽእሎ ኣይኮነን። ብዙሕ ጉዕዞታት፣ ብዙሕ ውፃ ውረድ፣ ብዙሕ ማዕቐብን ቁልቁልን ወሪዱ ብዙሓት ዕንቅፋታት እውን ሓሊፎ እዚ ዝበፅሐ ሓይሊ ኣየር እዩ ምናልባት ካብ ምስራቱ ክሳብ ሎሚ ዘለሉ ናይ ታሪክ ጉዕዝኡ እንድሕር ዘርዚርካ ኣየር ሰዓት እውን ኣይኣክልን ምናልባት ግን ሃምቲ ቅድም ትብሎ ዝነበርካ ካበ ሽሕን ትሽዓንተ ሚእትን ዕስራን ሸሞንተን እዩ እቲ ዝተጣየሸሉ ኣብ ኢትዮጵያ ግን ቅድም ክብል ካበ ሽሕን ትሽዓንተ ሚእትን ዕስራን ሓደን ዓመተ ምህረት እዩ ኣውሮፕላን ወይም ነፋሪት ትበሃል ኣብ ኢትዮጵያ ምዕራፍ ዝጀመረት እዩ ታሪክ ክምዘዝ ከሎ። እዚ መበገሲ ብምግባር ድማ ድሕሪ ሸውዓተ ዓመታት እዞም ቀዳማዊ ንጉስ ሃይልስላሴ ብሽሕን ትሽዓተ ሚእትን ዕስራን ሸሞንተን ዓመተ ምህረት ሓይሊ ኣየር ኢትዮጵያ ክጣየሽ ዓብዩ ሮል ተፃዊቶም ክጣየሽ እውን ተገይሩ እዩ። እንሆ ከዚ ድማ ከምቲ ቅድም ትገልፆ ዝነበርካ መበል ቲስዓ ዓመት ፅምብል በዓሉ ወይ ናይ ምስረትኡ እዋን ምኽንያት ገይሩ ዝተፈላለዩ ምርኢታት የካይድ ቐንዩ ኢሉ እቲ በዓል ነቲ ክብሩ ንዘለዎ ግርማ ሞጎስን ብዝገልፅ መልክዑ እቲ ናይ መንገዲ ኣየር ጉዕዞ ወይ ድማ እቲ ሓይሊ ኣየር ጉዕዝኡ ብዘርኢ መልክዑ እናተኻየደ ፀኒሑ እዩ እቲ ምርኢት ምናልባት እውን ክቡራት ተመልከትትና እውን ብዚ ኣጋጣሚ ናርእይዎ ብማሕበራዊ ዝተራኸቡ ዝተፈላለዩ መራኸቢ ማሕበራ ማሕበራዊ ማዕኸናት እውን ሚድያታት እውን እቶም ቀንዲ ሚድያታት ዝበሃሉ እውን እናረእይዎ ከም ዝቐነዩ ምርኢት ጥቁር ኣንበሳ ክካየድ ቀንዩ እዩ። እዚ ዘለና ናይ ቴክኖሎጂ ዓቕሚ ናይ ኩናት ብቐሊሉ እቲ ኩናት ናይ ምቕራይ ወይም ድማ ላእላውነት ሃገር ንምሕላው ዝግበር ዘሎ ዕጥቅታትን ዘለና ነፈር ዘለዋና ነፈርትን ብዘርኢ መልክዑ ክካየድ ቀንዩ ከምቲ ዝገለጽካዮ እዚ ሓይሊ ኣየር ዋና ዓላምኡ ግዝኣታዊ ሓድነት ኢትዮጵያ ክልል ኣየር ኢትዮጵያ ንምሕላው ዝገብሮ ዘሎ ፃዕሪ ብፍላይ ኣብ ኩናታት ጥራሕ ዘይኮነስ ኩሉ ግዜ ብተጠንቀቕ ተዳልዩ ግዝኣት ኢትዮጵያ ንምሕላው ዝገብሮ ፃዕሪ ኣሎ ፀላኢ ውን ብዙይ ልክዕ ብቲ ኸዚ ዝካየድ ዘሎ ምርኢት ውን ብቶም ስካብ ሕዚ ዝመፃእናዮም ጉዕዞታት ውን ብሓይሊ ኣየር ኢትዮጵያ ዘይብርዕ ፀላኢ የለን ፈታዊ ዝኾርዐሉ እንትኾን ተሎ ፀላኢ ኸዓ ዝብርዕነሉ እዩ ነዚ ዘበን ዝምጥን ጀቱን ድሮንን ክስካብ ምዕጣቕ ውን ሕዚ ኣብቲ ኸዚ እዋን ዝበፅሕሉ ዘበናዊ ኣፅዋራት ስርሒት ውፅኢት ቴክኖሎጂታት ዝተዓጠቐ ሓይሊ ኣየር ኮይኑ ኣሎ ትከዚ እዋን። ሓይሊ ኣየር ኢትዮጵያ ምናልባት እቶም ዝሓለፎም ጉዕዞታት ከምቲ ቅድም ክብል ተልዕሎ ዝነበርካ ናወደቐ እናተልዓለ እና ዓወት እናሓፈሰ ኣብዚ ዝበፅሐ በዓል ውዕለታ ኢትዮጵያ እዩ። ኢትዮጵያ ንክትኽበር ኢትዮጵያ ላእላዊ ግዝኣት ላእላዊ ግዝኣታ ሓድነታ ሓልያ ንክትፀንሕ ናይ ባዕሉ እጃም ዝነበሮ እዩ። ኣብቲ ዓሰርተ ሸዓንተ ዒስራ ሸሞንተን ምስ ተጣየሸ ብዙሕ ከይጸንሐ ወራር ፋሽስት ጣልያን ኣጋጢሙ ምንባሩ ዝዝከር እዩ። ብዳግማይ ጣልያን ሕነ ንምፍዳይ ክመጽእ ከሎ። ኣሽዑ እቲ መንገድ እቲ ሓይሊ ኣየር ኢትዮጵያ ምናልባት ውኖ ኢትዮጵያ ተጣይሹ ኣብቶም ምስቶም ዝነበሩ ሓርበኛታት ሓቢሩ ክወግኣና እዩ ብዝብል ጣልያን ከም ዘየሎ ንክጠፍእ ገይርዎ ምንባሩ ታሪክ ኣብ እቲ ጉዕዝኡ ታሪክ ካብ ዝተመዝገቡ ዓበይቲ ታሪካት እዩ። ደሓር እዞም ሃርበኛታት ኢትዮጵያውያን ንባዕዳዊ መግዛእቲ ኣይንግዛእን ኢሎም ጣልያን ክወጽእ ከሎ ድማ ተሳዒሩ ክወጽእ ከሎ ተጸራሪጉ ምስ ወጸ ብቕልጡም ዳግም ንክጣየሽ ተገይሩ እዩ። ብድሕሪኡ እዞም ናይ ኩናት ዝበሃሉ ጀታትን ሄሊኮፕተራትን እውን ክዕጠቕ ተገይሩ እዩ። ቀጺሉ ኣብ ዓሰርተ ሸዓንተ ሓምሳን ኣርባዕተን ዓመት ድማ ጥንኩር ሓይሊ ኣየር ብምህናጽ ኣብ ዓለም ለኸ ምኽባር ሰላም ክዋፈር ዕድል ረኺቡ እዩ። እዚ ኣብ ውሽጢ ልኡኽ ውድብ ሕቡራት መንግስታት ኮይኑ ናብ ኮንጎ ተላኢኹ እውን ብጣዕሚ ዓብዪ ተሞክሮ ዲፕሎማስያዊ ወይ ምስሉ ምህናፅ እውን ዓብዪ ብፅሒት ዝነበሮ ዓለም ለኸ ፍልጦ ክሰንቕ እውን ዕድል ዝረኸበሉ እዚ ኢንተርናሽናል ፒስ ኪፒንግ ኤክስፒሪንስ ዝበሃል እውን ዝረኸበሉ እዋን ምንባሩ እውን ዝዝከር ታሪክ ሓይሊ ኣየር ኢትዮጵያ እዩ። ኣብቲ ዓለም ለኸ ኣፍልጦ ረኺቡ ክበሃል ከሎ ምስሉ ሓፍ ክብል ካብ ዓዲ ውሽጢ ሓሊፉ ኣብ ዓለም ለኸ እውን ምስ ውድብ ሕቡራት መንግስታት ብምርኻብ ዲፕሎማሲያዊ ርክባት ክህነፅ እውን ዕድል ናይ ባዕሉ ብፅሒት ዝተፃወተ ምዃኑ ዝዝከር እዩ። ኣብ ሃገራት ኣብ ኣፍሪካ ኣብ ቃልሲ ፀረ ባዕዳዊ ኣብ ዝነበረ እዋን እውን ከምቲ ቅድም ትገልፆ ዝነበርካ ናይ ባዕሉ ብፅሒት ገይሩ እዩ ናይ ባዕሉ ብፅሒት ተፃዊቱ እዩ ብቲ እዋን ዝነበሩ መራሒ ኣብ ዝተፈላለዩ ሃገራት ከይዱ እውን ኣብ ቃልሲ ባዕራዊ ፀረ ባዕዳዊ መግዛእቲ ናይ ባዕሉ ዓቕመን ናይ ባዕሉ ዓሻራ እዚ ብፅሒቱ ዘቐመጠ ሓይሊ ኣየር እዩ። ስለዚ ሓይሊ ኣየር ኢትዮጵያ ንሰራዊት ምክልኻል ሃገር ሓገዝ ካብ ምግባር ንልኣላውነት ሃገር ዶብ ሃገር ካብ ምሕላው ሓሊፉ ክስካብ ነፃ ዝኾና ሃገራት ኣፍሪካ ንክምስረታ እውን ኣብ ቃልሲ ፀረ ባዕዳ መግዛእቲ እውን ናይ ባዕሉ ብፅሒት ዝፃወት ዝነበረ ዘበርከተ እዩ ምናልባት ብጣዕሚ ጎሊሆም ካብ ዝረኣዩ ኣብ ሓይሊ ኣየር ኢትዮጵያ ኣብ ኢትዮጵያ ውሽጢ ብጣዕሚ ሰፊሖምን ጎሊሆምን ካብ ዝረኣዩ ዓወታት ወይም ቃልሲ ተጋድሎ ኣብ ዓሰርተ ሸዓንተ ስሳን ትሽዓንተን ወይ ድማ ዓሰርተ ሸዓንተ ሰብዓን ሸውዓተን ከም ኣቆጻጽራ ኣውሮፓውያን ሶማልያ ብዝባድ ዚያድ ባሬ ዝምራሕ ዝነበረ ሰራዊት ወራር ኣብ ኢትዮጵያ ክወርር ከሎ ኣብዚ እዋን እዚ ናይ ሓይሊ ኣየር ዝነበረ ብጽሒት ኩላትና ንፈልጦ ኢና ኣብ መሬት ጥራሕ ወይም ጸላኢ ከይዱ ኣብ ዘለዎ ምድዕማኹ ጥራሕ ኣይኮነን ኣብ ኣየር ዘለዋ ናይ ጸላኢ ነፈርቲ እውን ኣየር ብኣየር ንክቃጸላ ላብ መሬት ወዲቐን ክሕምሸሻ ኣብ ኣየር ብምግጫይ እውን ናይ ባዕሉ ብጽሒት ዝነበሮ ብዙሕ መስተንክራዊ ስርሒት ዝሰርሐ ሓይሊ ኣየር ከም ዝነበረ ጅግንነቱ እውን ንታሪክ ተቐሚጡ እናተዘከረ ከም ዝነብር ዝፍለጥ እዩ። ኣብ ስልጣን ዘበነ ደርጊ እዩ እቲ ኩነታት እዙይ ዝተፈጠረ። ምናልባት ኣብ ሽሕን ትሽዓንተ ሚእቲ ስሳን ትሽዓንተን ከም ኣቆፃፅራ ናትና፣ ከም ኣቆፃፅራ ግእዝ ወይም ድማ ኣብ ዓሰርተ ትሽዓንተ ሰብዓን ሸውዓተን ክበሃል ከሎ ገና ስርዓት ደርጊ እውን ተደላዲሉ ኣብ ኢትዮጵያ ገና መሓውሩ ከየስፍሐ መሓውሩ ከየደላደለ ዘጋጠመ ኩነታት እዩ። ግን ኣብቲ እዋን ንሱ እቲ ስርዓት ምስ ሶቬት ሕብረት ብዝነበሮ ናይ ኸዚ ራሽያ ዝነበሮ ርክብ ድማ ዝተፈላለዩ ዘመናዊ ኣጽዋራት ንክዕጠቕ እውን ዕድል ፈጢሩሉ እዩ። ብዙይ ኣቢሉ ድማ ካብ ባዕዳዊ መግዛእቲ ምናልባት እውን ፈኪሩ ተሓኒኑ ዝመጸ ጸላኢ ኣብ ተወቒዑ ናብ ዓዱ ንክምለስ ዝገበረ ሓይሊ ኣየር እዩ እሞ ብዙሕ ታሪካት ምልዓል ንኽእል ኢና። ሓይሊ ኣየር ኢትዮጵያ ተዋጋእቲ ሚጋቱ፣ ሚግ ዕስራን ሓደን፣ ጀታት፣ ነፈርቲ፣ ኣንቶኖቭ ካልኦት መሳርሕታት ኲናት ዝበሃሉ ዘን ናይ ነፈርቲ ዝበሃሉ ንኽዕጠቕ እውን ኣብቲ እዋን ንሱ ምስ ሶቭየት ሕብረት ብዝነበራ ርክብ ሃገርና ዓብዪ ብፅሒት ዝተዋፀ ዝተጫወተ እዩ። ኣብ ኦጋዴን ከይዱ ኣብቲ ዝነበረ ዓውደ ግንባር ከይዱ። ዓወት ሓፊሱ ዝተመለሰሉ እዩ። ካብኡ ቀጺሉ እንትንክድ ተለና ኣብ ዓሰርተ ትሽዓንተ ቴስዓታት ዓመተ ምህረት ኣብ ቀረባ እዋን ንሕና እውን ንዝክሮ ብኣካል እንፈልጦ ኣብ ኩናት ኢትዮ ኤርትራ ዝነበሮ ብጽሒት እዩ። ኣብዚ እዋን እዙይ ኢትዮጵያ ሰላም ሃገር ልምዓት እዩ ዘድልያ ኩናት ኣየድልዮን ኢላ ርእሳ ኣድኒና ኣብ ኢትዮጵያ ልምዓት ኣብ ትሰርሐሉ እዋን ብብድዐ ሃገር ንምውራር ኣብ ዝገብረሉ ጎረቤት ምስ ኢትዮ ኤርትራ ኣብ ዝነበረ ኩናት እውን ዓብዪ ብፅሒት ምናልባት እውን እቲ እግረኛ ሓይሊ ዓቕሚ ፈጢሩ ዝነበረ ፀላኢ ብብድዐን ብትዕቢትን ኣብ ኢትዮጵያ ወራር ክፍፅም ዝመፅኣ ሓይሊ ተወቒዑ ንክምለስ ዝገበረ ዋልታ ሰራዊት ብምዃን እውን ዘገልገለ ካብዚ ካብ ሰራዊት ሓሊፉ እስካብቲ ዋና ኣስኳል ዝበሃል ናይቲ ፀላኢ ኣቲኻ ኣጥቂዕኻ ዋጋ መስዋእቲ ዝኸፍል ዝነበረ ሓይሊ ኣየር እዩሞ ብጣዕሚ ብርክት ዝበሉ ታሪካት ብርክት ዝበሉ ዓወታት ብርክት ዝበሉ ጅግንነታት ክነዕል እንኽእለሉ ሓይሊ ኣየር ኢትዮጵያ ብጣዕሚ ብዙሓት ታሪካት ዝሰርሐሉ ከም ዘሎ ንምዝኽኻር ካብቲ ዝበልካዮ ንምውሳኽ ዝኣክል እዩ። ይግረም ፍሽ ጽቡቅ ኣተሓሳስባ ተካዒልካ ትክክል ኢካ እስካብ ሕዚ ብፍላይ ኣብቶም ክልተ ዝጸርሓካዮም ዓበይቲ ዓውደ ውግኣት ከም ተምሳል ተጌሩ ዝውሰድ እኳ ዋላ ተኮነ ኣብ ብርክት ዝበሉ ዝጸንሑ ዓውደ ውግኣት ውን እዚ ተምሳላዊ ሓይሉ ተምሳላዊ ዕውትነቱ እናረኤ ዝመጸ ሓይሊ እዩ ዚርዚሩ ሓይሊ ኣየር ኢትዮጵያ ሕዚ ዘለሉ ብርኪ ድማ ንቀጻሊ ታይ ክከውን ኣለዎ ተባሂሉ ተትሒዙ ዘሎ ሪፎርም መሰረት ብምግባር ብፍላይ ምስ መደመር መንግስቲ ንዚ ትካል እዚ ክህነፅ ዝሃቦ ትኹረት ታይ ይመስል ዝብሉ ነገራት ሓደ ሓደ ሓሳባት ተልዕልና ፅቡቅ ይመስለኒ እሞ ሓይሊ ኣየር ኢትዮጵያ ከምትፈልጦ ተምሳል ዕውት ትካል ተገይሩ እዩ ዝውሰድ ካብቶም ኣብ ሃገርና ዘለው ብኩርዓት መንግስቲ ጠንካራ ትካላት ኣለውኒ ኢሉ ዝምክሐሎም ሓደ ሓይሊ ኣየር ኢትዮጵያ ኢልካ ምውሳድ ይከኣል እዩ ብፍላይ እዚ ናይ መደመር መንግስቲ ድማ ነዚ ትካል እዚ ናብ ዝሐሸ ቅርፂ ክመፅእ ናብ ዝሐሸ ዓቅሚ ክመፅእ ዝሃቦ ትኹረትን ጠመተን እንታይ ይብሉ ዝብል ነገራት ታይ ኢኻ ውፅኢት ኣምፂኦም ዝብሉ ነገራት ንሶም ክፀርሕ ደልየ እየ። ያው ከምትፈልጥዎ ትካላት ካብ ውዳበ ብዝዘለለ ኣብ ፅኑዕ ሰረት ጠጠው ክብሉ መሰረተ ውሂቡ እዩ። እዚ ናይ መደመር መንግስቲ ንብሎ ካብዚኦም ሓደ ሓይሊ ኣየር ኢትዮጵያ እዩ። ብፍሉይ ናብ ሪፎርም ክኣትን ዘበናዊ ዝኾነ ዕጥቂ ክዕጠቅን እቶም ዓንቶ ዘልናዮም ሰለስተ መሰረታዊ ፒላራት ኣብ መሬት ወሪዶም ተግባራዊ ክኾኑ፣ ብሓይሊ ሰብ፣ ብዕጥቂ፣ ብመሰረተ ልምዓት ዝተማልአ ክኸውን ኣብ ምግባር ትኹረት መደመር መንግስቲ ፍሉይ ነይሩ ኢልካ ምውሳድ ይከኣል እዩ። ተረርቲ ትካላት ማሕበረሰብ ትካሎምን ቕንዕ ክብሉ ካብኡ ድማ ወሃብቲ ስሉጥ ግልጋሎት ክኾኑ ካብ ምግባር ንላዕሊ ንህንፀት ሃገረ መንግስቲ እውን ናይ ባዕሉ ዝኾነ ሮል ክፃወት ኣበርክቶ ኣወፊዩ ኢልካ ምውሳድ ይከኣል እዩ። ሓይሊ ኣየር ኣብ ዝሓለፉ ሰለስተ ዓመታት ወይ ሽዱሽተ ዓመታት ብፍላይ ማለት እዩ ዝገበሮም ናይ ሪፎርም ስራሕቲ ኩርዓት ሃገር ካብ ምዃን ሓሊፉ ዘብዒ ኣፍሪካ ተባሂሉ ክስየም እውን እስካብ ምኻድ ዘብፀሐ ስም ዘላበሶ እዩ። so ካብ ኢትዮጵያ ሓሊፉ ብብርኪ ኣፍሪካ እውን ኣሎ ካብ ዝብሃሉ ትካላት ንምዃን ይሰርሕሎ እዩ። ብርግፅ ኣብ ዕስራ ሰላሳ እቲ ቀዳማይ ዝብሃል እቲ ዝሐሸ ዝብሃል ትካል ንምዃን ዝገብሮ ናይ ባዕሉ ናይ ሪፎርም ስራሕቲ ኣለው ብኣግኡ ግን ዛጊድ ዘብዐ ኣፍሪካ እናተብሃለ ዘሰይሞ ስም ዘወሃቦ ምዃኑ ዝተገለፀሉ ኩነታት ኣሎ። ከም ኣገላልፃ መደመር መንግስት ንሰማይ ዘይቆፃፀር ሓይሊ ንመሬት ክቆፃፀር ኣይክእልን ዝብል ኣምር ኣሎ እሞ ነዚ ኣምር እዙይ መሰረት ገይሩ ድማ ኩሉ ዝኾነ ይኹን ናይዛ ዓዲ እዚኣ ሃላዋት ይኹን ድሕንነት ሉኣላውነት ክኽበር ዝኽእል ንመሬት ንምቁፅፃር ፈለማ ነቲ ሰማይ ምቁፅፃር የድሊ እዩ ዝብል ኣምር ተግባራዊ ዝገበረ ሪፎርም ስራሕቲ በዚ ናይ መደመር መንግስቲ ኣረኣእያ ወይ ጠመተ መርሕነት ተገይሩ ዝተኸይዱ ዓበይቲ ስራሕቲ ኣለዉ እዮም ኢልካ ምውሳድ ይከኣል እዩ። ፊሽ ምናልባት ነቲ ፅምብል መሰረት ገይርና ድማ ምስኡ ተኣሳሲርና መበል ቴስዓ ዓመት ፅምብል ያው ከምቲ ረኣኻዮ ብኹብር ቀዳማይ ሚኒስተር ዶክተር ኣብይ ኣሕመድ ናይ መኽፈቲ ስነ ስርዓቱ ተኸፊቱ ብዕሊ ተኻይዱ እዩ። ኣብቲ ዕለት እሱ ድማ መደረ ኣካይዶም ነይሮሞ ካብቶም ብዝገብርዎ ነዋሕቲ መደረታት ግን ጽሙቕ ጽሙቕ ዝበሉ መልእኽትታት ነይሮሞ ነዚኦም ከልዕል ክፍትን። ኢትዮጵያ ብዕሊ ኣይትፈልጥዋን ዝበልዎ ኩነታት ኣሎ ንጸላእቲ ብፍላይ ድማ ብማዕዶ ኮይኖም ብዛዕባ ኢትዮጵያ ንዘውርዩ ሓይልታት ኢትዮጵያ ካብቲ ትፈልጥዋ ብዝለለ ኣብ ለውጢ ሃገር ዘላ እያ ብሃፍታ ብታሪኻ ብብቕዓታ ካብዚ ብዝሰገረውን ኢትዮጵያ እናማዕበለት ዘላ ሃገር እያ ስለዚ ተንኣሰ ትምህርቲ ኣፍሪካ ምልክት ኣፍሪካ ትኾነሉ ብርኪ ዳግመ ዕብየት ኣፍሪካ ኣብ ምንስእራር እውን ናይ ባዕላ ግደ እናፈፀመት ዘላ ዝተኸብረት ሃገር እያ ዝብል ጥምር ዝበለ መልእኽቲ ዘሕለፍሉ ኩነታት ኣሎ። ካብዚ ወፃእ ኣብ ኢትዮጵያ ዝጀመርናዮ ዕብየት ዝኾነ ይኹን ዓይነት ፈተና ዋላ የጋጥሞ ን ዘጋጥመና ፈተና ናብ ዝሐሸ ብርኪ የሰጋግረና እምበር ንድሕሪት ዝሰኩነና ወይ ዘድሕረና ኣይኮነን ዝብል መልእኽቲ እውን ዘሕለፍሉ ኩነታት ኣሎ። ኣብ ኢትዮጵያ ተመፅዋታይነት ታሪኽ ክኸውን እዩ። ከም ተመፅዋትይነት ታሪኽ እንገብሮ ንኣብነት ከም እኒ ሓይሊ ኣየር ዝበሉ ትካላት ናብ ዝለዓለ ብራኸ ብምስግጋር እንገብሮ ዘለና ናይ ለውጢ ስራሕቲ ከም ሓደ ተምሳል ተገይሩ ክውሰድ እዩ ኢሎም ዝገለፅሉ ኩነታት ኣሎ። ካሊእ ሓይሊ ኣየር ኢትዮጵያ ኢትዮጵያ ንክደፍኡ ዝፍትኑ ሓይልታት ፈውሲ መድሓኒት ምዃኑ፣ ነዚ ጠጠው ዘበለን ንዝኾነ ይኹን ነገር ድማ ዘይምብርከኽ ምዃኑ፣ ብፍላይ ኣብቲ ናይ ቀደም ድሑር ኣተሓሳስባ ጠጠው ኢሎም ተሸኺሎም ንዘለዉ ሓይልታት እውን ምስቲ ዘበን ክኸዱ ከምዘለዎም፣ ናብ ዲፕሎማሲ ጸዕሪ ክመጹ ከለለዎም፣ ናብዚ ዘበን ዝጠልቦ መንገዲ ክመጹ ከምዘለዎም ዝሕብር መልእኽትን ሓሳባትን ዘቐመጥሉ ኩነታት ኣሎ። ካብዚ ወጻእ ምክትል ጠቅላይ ሚኒስተር ተመስገን ጥሩነህ እውን ናይ ባዕሎም ዝኾነ መልእኽቲ ኣሕሊፎም ነይሮም። ሰረገላ ኢትዮጵያ ናብ ድሕሪት ናብ ዘይምለሰሉ ሕምባበ እናተሓምበበ ይርከብ። ብእዋኑ ዝሓኾሩ ኣብቲ ጉዕዞ ሓቢሮም ክሳገሩ እዮም፣ ክሕቆፉ እዮም። ብእዋኑ ዘይሓኾረ ግን ኣብቲ ሕምባበ ኣብ መሬት ኮይኖም ክርእይዎ ይኾኑ እዮም ምናልባት። እቶም ነዚ ሕምባበ እዚ ንምትዕንቓፍ ዝፍትኑ ግን ብሕፍረት ኽሳዶም ግደፉ እዮም ኢሎም ዝገለፅሉ ኹነታት ኣሎ። ዜርዜሩ ኩልና ኣብ ሓደ መኣዲ ነዚ ዝግበር ዘሎ ለውጢ ንሳተፍ፣ ኣብ ሓደ ጉዕዞ ንሳፈር ዝብል መልእኽቲ ዘለዎ ዓይነት ሓሳብ እዮም ኣቕሪቦሞ ዜሩ ፍስሃ ከም ትፈልጡ እቲ በዓል እዚ ገና ሕዚ እውን ቀጻሊ እዩ ብዝተፈላለዩ መንገድታት እናተገለጸ ዘሎ እዩ ዓበይቲ ሲምፖዝየማት ኣለው ዓበይቲ ውድድራት ኣለው ተመልከትቲ እውን እንዳም ናይ እቶት መተኣኻኸቢ ኮይኑ ብኡ ልክዕ እውን ናብቲ ምርኢታት ዝኣትውሉ ዕድል ተፈጢሩ ዕዱማት እናኣተው ዝርእሉ ገና ቀጻሊ ዝኾነ ፌስቲቫላት ከም ዘለዎ እዩ ዝእመን እሞ ምናልባት ኣነ ዝሓዝክዎ ሓሳባት እዚኦም ይመስሉ እንድሕር ትውስኾ ነገር ዘይብልካ ናብቲ ካልዋይ ኣርእስቲ ክንሰግር ንኽእል ኢና። እወ ምናልባት ኣብዚ ዝተወሰነ ሓሳብ ንምስሳኽ ዝኣክል ግርም። መብዛሕትኡ ገሊጽካ ኢኻ ንኣብነት ኣብቲ ድሕሪ ክልተ ሽሕን ዓሰርተን ዓመተ ምህረት ምናልባት እዚ ናይ ለውጢ መንግስቲ ወይም ናይ ለውጢ ሓይሊ ካብ ዝመጽእ ሓይሊ ኣየር ኢትዮጵያ እንታይ ትኹረት ወይ እንታይ ሓድሽ ነገር መፂኡ ኣሎ ኢልካ ምርኣይ ኣገዳሲ ይመስለኒ። እዚ ናይ ሪፎርም ክበሃል ከሎ ኸዚ ኣብ ኩሎም ሴክተራት ናይ ቁጠባ ሪፎርም ክንብል ንኽእል ኢና፣ ናይ ዝተፈላለዩ ናይ ሕርሻ ናይ ግብርና ስራሕትታት ሪፎርም ክንብል ንኽእል ኢና። ኣብ ኩሉ ናይ ሪፎርም ስራሕትታት ክካየዱ ፀኒሖም እዮም ከምቲ ዝፍለጥ ኣብዚ እውን ስራሕቲ ሪፎርም እዩ እቲ መጀመርያ። ሓይሊ ኣየር ኢትዮጵያ እቲ ዝነበሮ ክብርን ሞገስን ሒዙ ንክቕፅል ብዝሐሸ ዓቕሚ፣ ቴክኖሎጂ፣ ኣፈፃፅማ ወይም ሓይሊ ሰብ እውን ብዝሐሸ መልክዑ ፈፃማይ ዝኾነ ሓይሊ ሰብ ንክህሊ ብዘኽእል መልክዑ ካብ ከባቢ እቲ ናይ ኢንቫሮመንት ጀሚሩ

ንዓና ጥራሕ ዘገልግል ዘይኮነስ ንካልኦት ናይ ኣፍሪካ ሃገራት እውን ብዘገልግል መልክዑ ይስረሐሉ ከምዘሎ ገሊፆም እዮም። መሰልጠኒ ቴክኒሻናት እዞም ናይ ግራውንድ ቴክኒሻን ናይ ዘን ነፈርቲ ቴክኒሻናት ዝበሃሉ እውን ከምኡ ዝፅግኑ ጥራሕ ዘይኮነስ ቴክኒሻን ኮይኖም ኣብኡ ክስግኑ ዝኽእሉ እውን መሰልጠኒ ትካል ዓር ዝኸኣለ ሰፊሕ ትካል ኣብ ውሽጢ ከም ዝተሃነፀ፣ ዓቕሚ ምፅጋን ናይቶም ሰብ ሞያ ውሽጢ ዓዲ እውን ብኡ ልክዕ ንኽዓቢ ከም ዝተገብረ፣ እዚ ናይ ስፔር ፓርት እውን ክሽካዕ ምፍራይ ከም ዝተኽኣለ፣ ሓንቲ ኣውሮፕላን ዝኾነ ብሓዳሻ ገዚእኻያስ ኣብዙ ንእሽተይ ኣቕሓ ምስ ጎደላ ካብ ደገ ዝተምፀሉ ስፔር ፓርት ወይ መቐየሪ ኣቕሓ ወይም ድማ ንደገ ወፂኣ ልትፅገነሉ ኣብዚ ሐዚ እዋን ክቐሪ ንምግባር ዝግበር ዘሎ ፃዕርታት ስፔር ፓርት ማለት ቅያሬ ኣቑሑ ናይተን ነፈርትን ናይቶም ተተኮስቲ ይኹኑ ናይዘን ተኮስቲ ነፈርቲ ብዘኽእል መልክዑ ይስራሕ ከምዘሎ ካብዚ ሓሊፍ ምርምር ኣቪዬሽን እውን ሓዊሱ ብርክት ዝበሉ ስራሕቲ ይውገኑ ከምዘለዉ ከም ዝተወገኑ ክስካብ ሕዚ እውን ቐፃልነት እውን ኣብዚ ትኹረት ገይርካ ከም ዝስራሕ እዚ ናይ ምርምር ኣቪዬሽን ማለት ዝሐዚ ዘሎ ናይ ኣቪዬሽን ኢንዱስትሪ ኣብ ምንታይ ብርኪ ዓለም ኣብ ምንታይ ብርኪ እያ ዘላ ኢትዮጵያ ንዘለዋ ናይ ጂኦግራፊ፣ በዝሒ ህዝቢ፣ ዘለዋ ቁጠባ ብዝምጥን መልክዑ ናይ ኣቬሽን ኢንዱስትሪ ክትዕጠቕ ታይ የድልያ ዝብል ናይ ምርምር ትካል እውን ሓደ ተገይሩ እናተሰርሐሉ ምዃኑ ኣብዚ ዝሓለፈ ኤክስፖ እናተገለፀ ፀኒሑ እዩ። እዙይ እንትበሃል ንላኣላውነትን ሰላምን ሃገር ዝግበር እምበር፣ ንካልኦት ናይ ካልኦት ሃገራት ጎረቤት ይኹን ንካልኦት ሃገራት ንምትንኳስ ሉኣላውነትን ንምጥሓስ ዝግበር ምንም ዓይነት ምንቅስቃስ ከምዘየለ እዚ ካብ ታሪክ እውን ዝረእ እዩ። ኣብ ኢትዮጵያ ዘሎ ሓይሊ ሉኣላውነቱ ንሉኣላውነቱ ቀናኢ እዩ። ሉኣላውነት ካሊእ ከዓ ክትንክፍ ከምዘይኽእል ዝፍለጥ እዩ። ስለዚ ብታሪክ እውን ገይርናዮ ንፈልጥ ሕዚ እውን ዝግበር ዘሎ ናይ ባዕልኻ ክብሪ ንምሕላይ ሉኣላውነትካ ግዝኣታዊ ሓድነትካ ንምሕላይ እምበር ልኣላውነት ሃገራት ወይም ጎረባብቲ ጥሕሰት ንምፍፃም ዝግበር ምንቅስቓስ ፈፂሙ ከምዘይኮነ እናተገለፀ ፀኒሑ እዩ። እዙይ ሓይሊ ኣየር ኢትዮጵያ ብሄራዊ ክብሪ፣ ብሄራዊ ረብሓ፣ ብሄራዊ ኩርዓት ኮይኑ ክቕፅል ድማ ኩሉ ዝምልከቶ ኣካል ብፍላይ ኣብቲ ከባቢ ዘለዉ ኣብቲ ዓውዲ ዘለዉ ሰብ ሙያ ኣበርቲዖም ክሰርሑ ከምዘለዎም ኢድን ጓንትን ኮይኖም ድማ ምስ መንግስቲ ከምዝሰርሑ እዮም ይቕረፅ ይግለፅ ፀኒሑሞ ሐዚ እውን እቲ ኤክስፖ እቲ ዝግበር ዘሎ ምርኢት መበል ቴስዓ ዓመት ምኽንያት ገይሩ ንተወሰኑ መዓልታት ከምዝቕፅል እዩ ዝፍለጥ። ግርም ምናልባት ፍስሃ እዚ ቀዳማይ ሒዝናዮ ዝነበርና ርእሲ ዛዚምና ኣለና እሞ ምናልባት ናብቲ ካልኣዋይ ርእሲ ቅድሚ ምስጋርና ክብራት ተመልከትትና እውን ብኡ ልክዕ ንቲ መደባትና ንምክትታል ምእንታይ እንጥዕም ኣብቲ መድረኽ ካብ ተዘረቡ ዘረባታት ቀዳማይ ሚኒስተር ነቲ ሓደ ቅንጭብ ኣቢልና ከነስምዐኩም እሞ ቀጺሉ ናብቲ ካልኣዋይ ዛዕባና ክንሰግር ኢና።
ባለፉት መቶ ዓመታት ጠላቶቻችን ከቅርብና ከሩቅ። ኣብ ሕሉፋት ሚእቲ ዓመታት ጸለእቲ ካብ ቀረባን ርሑቕን ሓፈሻዊ ዓቕሚ ኢትዮጵያ ንምድኻም፣ ስትራቴጂካዊ ረብሓኣ ንምዕንቃፍ፣ ረብሓታት ንምምቓል ብዙሕ ደኺሞምን ሰሪሖምን እዮም። ንሱ ከይድገም ምስ ፈተውትና ብሓባር ንምዕባይ ማዕጾና ክፉት እዩ። ብሓባር ንምስራሕ ዘለና ቅዋም ደጊመ የረጋግጽ። ፀላእትና ብዝምልከት ግን ክብሪ፣ ሓድነትን ሃገራዊ ረብሓ ኢትዮጵያን ንምርግጋፅ ደቂስና ከምዘይንሓድር ደጊመ ከረጋግፅ እፈቱ። ተመሊስና ተራኺብና ኣለና ዝኸበርኩም ተኸታተልትና ከምቲ መእተዊ ዝገለፅናዮ ከምቲ ቅድም ኢልኩም ዝተኸታተልኩምዎን መልእኽቲ ቀዳማይ ሚኒስተር ዶክተር ኣብይ ኣሕመድ ኢና ሰሚዕና መፂእና እሞ ምናልባት ጥቕልል ብዝበለ መንገዱ እቲ ኢትዮጵያ ዘለዋ ሕዚ ድልውነትን ኢትዮጵያ እንታይ ዓይነት ምስሊ ከምዘለዋን ዝገልፅ ሓሳብ እዩ ነይሩ እሞ ፍስሃ ናብቲ ካልኣዋይ ርእስና ክንሰግር። ግርም።
ያው ከምቲ ኣብ መእተዊ ዝገለጽናዮ ካልኣይ ዛዕባና ሕዚ እውን ካብ ጉዳይ ነፈርቲ ኣይወጻእናን። እቲ ናይ ውግእ ክኾን ይኽእል እዩ፣ እዚ ናይ እዚ ድማ ሲቪል ናይ ንግዲ ኣቪዬሽን። ሲቪል ኣቪዬሽን ክኾን ይኽእል እዩ። ዜርዜሩ ካልኣይ ኣጀንዳና ያው ምዐ ንሓይሊ ኣየር ኢትዮጵያ እናረኣና ጸኒሕና ሕዚ ድማ መንገዲ ኣየር ኢትዮጵያ ኢና ክንርኢ። ብዕድመ እውን ተመሳሰልቲ እዮም። ምናልባት ብዓሰርተ ዓመት ይበልጽ ይኸውን ሓይሊ ኣየር ኢትዮጵያ። መንገዲ ኣየር ኢትዮጵያ እውን ካብ ዝጣየሽ ሰማንያ ዓመታት ገይሩ እሞ ኣብዚ ሰማንያ ዓመታት ጉዕዞታቱ ታይ ሰሪሑ ታይ ወጊኑ ሐዚኸ ታይ ይህቅን ኣሎ ዝብል ነገር ሕፅር ኣቢልና ነዚ እውን ክንርኢ ክንፍትን ኢና። ከምትፈልጦ መንገዲ ኣየር ኢትዮጵያ ካብ ዝጣየስ ሰማንያ ዓመታት ገይሩ ኣሎ። መንገዲ ኣየር ኢትዮጵያ ድማ እቲ ካሊእ ናይ ኢትዮጵያ ምስሊ እዩ። ናይ ኢትዮጵያ ምስሊ ክብል ከለና ብብርኪ ዓለም እውን ንኢትዮጵያ ብፍሉይ ዘፀወዓ ብፍሉይ ኩርዓት ኮይኑ እስካብ ሕዚ ከም ሓደ መለለይ ኣይከን ኮይኑ ዘገልግለና እዩ። ምናልባት ኣብ መድረኻት ዓለም ትዝክር ተኾይንካ ፊሽ ብውርያት ኣትሌታትና ኣቢልና ባንዴራና ሓፍ ኢሉ ክንብልበል ንርኢ። ኣብ ሰማያ ሰማያት ዓለም ድማ ባንዴራ ኢትዮጵያ ዝለበሳ ነፈርቲ ኣየር ኢትዮጵያ ካብን ናብን ብቕንዕና፣ ብትግሃት፣ ብፍሉይ ምትእንጋድ ማለት እዩ ንኣፍሪካ ወኪለን ብብርኪ ኣፍሪካ እውን ሕሩያት ኮኾባት እናኾኑ በቢዓመቱ እናተሸለሙ ምንም ካብቲ ዘለዎ ብራኸ ሓደ ወቕቲ እውን ትሕት ኢሉ ዘይፈልጥ ኩል ግዜ ንኢትዮጵያ ኩርዓት ዝኾነ ሓይሊ መንገዲ ኣየር ኢትዮጵያ ሓደ እዩ። ምናልባት ብርክት ዝበሉ ሽልማታት ብብርኪ ዓለም ፀራሪጉ ዝወሰደ እዩ። በብግዚኡ ብዝህቦ ናይ ሰርቪስ ግልጋሎት እውን ናእዳ ዘረክብ እዩ። ክሳብ ሕዚ መወዳድርቲ ዘይብሉ ካብ ኣፍሪካ እውን ኣሎ ካብ ዝበሃሉ ሓደ እዩ። ምስ እኒ ሉፍታንዛ እንብሎም ናይ ጀርመን፣ ምስ ናይ ዓረብ ኤምሬትስ ምስቶም ኣለው ዝበሃሉ ኣብ ዓለምና ሕዚ ዝሰልጠኑ ዝበሃሉ ኩሉ ዝወዳደር ተወዳዲሩ እውን ፅቡቕ ስም እናሓዘ ዝመፀ ፅቡቕ ዝና ሒዙ እናመፀ ዝመፀ ብካፒታል እውን ብኡ ልክዕ ካብ ዓመት ናብ ዓመት እናዓበየ ዝመፀ ቁፅሪ ነፈርቱ ተሪእኻ ሕዚ ብጣዕሚ ብርክት ዝበላ ነፈርቲ እናፍረየ እናወነነ ዝመፀ ሕዚ ድማ ብብርኪ ዓለም እውን ተወዳዳሪ ዝኾነ ልክዕ ከም ህዳሴ ግድብ ብብርኪ ዓለም ዘፀወዐና ብብርኪ ዓለም እውን ከወዳድር ዝኽእል ገዚፍ መዕርፎ ነፈርቲ ንምህናፅ ውጥን ሒዙ ዝንቀሳቐስ ዘሎ ዓብዪ ኩርዓት ኢትዮጵያ ዝኾነ እዩ መንገዲ ኣየር ኢትዮጵያ። ምናልባት መንገዲ ኣየር ኢትዮጵያ ኣብ እዋን ፈተናታት እውን ከይተምበርከኸ፣ ሸብረኽ ከይበለ ግልጋሎት እናሃበ ዝመፀ እዩ። ነዚ መርኣያ ክኾን ዝኽእል ዝሓለፍነ ናይ ኮቪድ ፈተና እዩ። ኣብዚ ናይ ኮቪድ ግዜ ምናልባት ብርክት ዝበሉ ኣሓት መንገዲ ኣየር ዓለምና ስራሕ ጠጠው ኣቢለን ኮላፕስ ዝኾንሉ ናብ ኪሳራ ዝኣተውሉ ዘበን እዩ ነይሩ። ምናልባት ናይ ኢትዮጵያ መንገዲ ኣየር ግን ኣብ እዋን ኮቪድ እውን ንደቂቕ እውን ንጻት እውን ጠጠው ከይበለ ምናልባት ዝነበረሉ ግልጋሎት ሽፍት ገይሩ ብናይ ኣቑሑ ካርጎ ስራሕቱ ካብን ናብን ንዓለም እናራኸበ ዝመፀ ኣብ እዚ ጭንቂ ግዜ እውን እንተይተረፈ ተፈቲኑ ዝወፀ ትካል እዩ እሞ እዚ ትካል እዚ እውን ኢትዮጵያ ካብ ዘኹርዕዋ ኣለው ካብ ዝበሃሉ ካብ ትፅወዐሎም ብርክታት ሓደ እዩ ምናልባት ምስቲ ሕዚ ሒዝዎ ዘሎ ውጥን ተኣሳሲረ ሓደ ነገር ክብል ደሊ ፊሽ ሕዚ ዝሃንፆ ዘሎ ቢሾፍቱ ክህነፅ ዝሕሰብ ዘሎ መዕርፎ ነፈርቲ ብ ዓሰርተ ክልተ ነጥቢ ሓሙሽተ ቢልዮን ዶላር እዩ ክስራሕ ተሓሓሲቡ ዘሎ ብጣዕሚ ገዚፍ እዩ ከነፃፅር ዝደለኹሉ ሓደ ፅሑፍ እየ ረኺበ እሞ ምናልባት እዚ ሓደ ሓይለ መንገዲ ኣየር ኢና ንሰርሕ ዘለና ወይ ከዓ ተርሚናል ኢና ንሰርሕ ዘለና ሸውዓተ ሃገራት ዝሰርሖ ግን በጀተን ክድመር ከሎ ምስዚ ናይ ኢትዮጵያ ሒዝዎ ዘሎ ዓሰርተ ክልተ ነጥቢ ሓሙሽተ ማዕረ እዩ መጺኡ። ንኣብነት ኣጎስቲኖ ኔቶ ዝተብሃለ መዕርፎ ነፈርቲ ኣንጎላ ብ ክልተ ሽሕን ዒስራን ኣርባዕተን ከዚ ቅድሚ ክልተ ዓመት ዝተዛዘመ እዩ ዓሰርተ ሓሙሽተ ሚልዮን መንገደኛታት ኣብ ዓመት ከተኣናግድ እዩ ተባሂሉ ዝሕሰብ እዩ። ሰለስተ ቢልዮን ዶላር ወጻኢ ዝተገብረሉ እዩ። ናቪ ሙምባይ ዝበሃል መዕርፎ ነፈርቲ ህንዲ ድማ ኣብ ፈለማ ምዕራፉ ዒስራ ሚልዮን መንገደኛታት ከተኣናግድ እዩ ዝተብሃለ ክልተ ነጥቢ ሓደ ቢልዮን ዶላር ወፃኢ ዝተገበረሉ እዩ። ሬድ ሲ ዝተብሃለ ናይ ሳዑዲ ዓረብያ ትካል ድማ ብፍላይ ውቁብ ዝኾነ ብዲዛይኑ ዝተመላኸዐ ንቱሪዝም ተባሂሉ ዝተሰርሐ ኮይኑ ሓደ ቢልዮን ዶላር ካብ ወፃኢ ዝተገበረሉ እዩ። እዚ ካሊእ ብጌሴራ ዝተብሃለ ናይ ሩዋንዳ ሸሞንተ ሚልዮን መንገደኛታት ኣብ ዓመት ከመላልስ እዩ ዝተብሃለ ልዕሊ ክልተ ቢልዮን ዶላር ወፃኢ ዝተገበረሉ መዕርፎ ነፈርቲ እዩ። ኖይዳ ዝተብሃለ ናይ ህንዲ እውን ከምኡ ዓሰርተ ክልተ ሚልዮን መንገደኛታት ኣብ ዓመት ከመላልስ ተባሂሉ ሓደ ነጥቢ ሸሞንተ ቢልዮን ዶላር ወፃኢ ዝተገብረሉ ከምኡ እውን ታክሞኣ ዝተብሃለ ናይ ካምቦድያ ሸሞንተ ሚልዮን መንገደኛታት ከተኣናግድ ሓደ ነጥቢ ሓሙሽተ ሚልዮን ዶላር ወፃኢ ዝተገብረሉ መበል ሻብዓይ ድማ ሲምፕሪፕ ዝተብሃለ ናይ ካምቦድያ ከዚ እውን ሸሞንተ ቢልዮን መንገደኛታት ከተኣናግድ ሓደ ነጥቢ ሓደ ቢልዮን፣ ብድምር ናይዚኦም ኩሎም ወጻእታት ዓሰርተ ክልተ ነጥቢ ሓሙሽተ ቢልዮን ዶላር እዮም ዘውጽኡ ዘለዉ። ናይ ኢትዮጵያ ድማ ዓሰርተ ክልተ ነጥቢ ሓሙሽተ ዶላር በይኑ ማለት እዩ። ነዘን ሸውዓተ ኣብ ዓለምና ዘለዋ ዝተፈላለያ መዕርፎ ነፈርቲ እቲ ሓደ ናይ ኢትዮጵያ ብቢሾፍቱ ክስራሕ ዝተሃጸበ ዝተሓሰበ ብዋጋ ዳርጋ ማዕረ ኮይኑ ዝተቐመጠ እዩ። እዚ ናይ ኢትዮጵያ ምናልባት ብቁጽሪ ድማ ካብዚኦም ዓሰርተ ዒስራ ዕጽፊ ዝበልጽ፣ ልዕሊ ሚእትን ዓሰርተን ሚልዮን መንገደኛታት ዮብ ዓመት ከመላልስ ወይ ከተኣናግድ ተባሂሉ ከስተናግድ ዝኽእል እዩ። ዝስራሕ ዘሎ። እዚ ማለት ብብርኪ ኣፍሪካ ጥራሕ ከይኮነስ ብብርኪ ዓለም እውን ኣለዉ ካብ ዝበሃሉ ሓደ ተባሂሉ ኣብ ጊነስ እውን ክሰፍር ዝኽእል ካብቶም ዓበይቲ ዝበሃሉ ኣፍሪካ ግደፎ ክንድኡ ዝዳረግ ኣይህልን። ክጠናቐቕ ከሎ ግን ካብ ኣፍሪካ ሓሊፉ ግን ብብርኪ ዓለም ኣለዉ ምስ ዝበሃሉ ዓበይቲ መንገደኛታት ዘመላልሱ ተርሚናላት ውሽጢ ሓደ ኮይኑ ክቐርብ እዩ ተባሂሉ ዝስራሕ ዘሎ እዩ። ዜሩ ዜሩ ኢትዮጵያ እዚ ክትሰርሕ ዝበቕዐትሉ ምክንያት ብዘይ ሓደ ነገር ኣይኮነን። ብራኸ ኢትዮጵያ ጉብር ክንገብር ኢና ተባሂሉ ኣብ ፅባሕ ምረቓ ሕዳሰ ግድብ ካብቶም ዝተበሰሩ ብስራት ጎባ ዝበሃሉ ዓበይቲ ፕሮጀክታት ሓደ እዩ። ዜሩ ዜሩ ሃፍቲ ኢትዮጵያዊ ሃፍቲ መንገዲ ኣየር ኢትዮጵያ እዩ፣ ኢትዮጵያ ናብ ዝሐሸ ብርኪ ከሳግሪ ተባሂሎም ካብ ዝፅውዑ ነገራት እዮም። ምናልባት ንድሕሪት ምልስ ኢልካ ፍሽ ብዛዕባ መንገዲ ኣየር ኢትዮጵያ እትብሎም ነገራት ወስኸሉ። ፅቡቕ
ምናልባት ኣብርሽ ካብቲ ትገልፆ ዝነበርካ መንገዲ ኣየር ኢትዮጵያ ኣምባሳደር ኢትዮጵያ ተባሂሉ እዩ ኩርዓት ኢትዮጵያ እዩ ኣምባሳደር እውን እዩ ኣብ ዝኸዶ ሰንደቅ ዕላማ ኢትዮጵያ ሒዙ ትጓዓዝ ተሎ ብዘለዎ ንኣጋይሹ ወይም ንተገልገልቲ ዝህቦ ክብሪ ዘለዎ ፅፈት ምክንያት ብምግባር ኣምባሳደር ኢትዮጵያ እናተባህለ ዝፅወዐሉ እዩ። ምስ ቡና ይተሓሓዝ፣ ምስ ናይ ቡና ቱሪዝም ይተሓሓዝ፣ ምስ ናይ ቡና ዓንዲ ሕቖ ቁጠባ ይተሓሓዝ ከምኡ ድማ ምስ ጉዕዞን ቱሪዝምን ተተሓሒዙ ሽሙ ዝለዓል እዩ መንገዲ ኣየር ኢትዮጵያ። ስለዚ ኣምባሳደር ኢትዮጵያ ኩርዓት ኢትዮጵያውያን እዩ። ኩሉ ግዜ እውን ኩሉ ኢትዮጵያዊ ኣብ ዝኸዶ ከይዱ ዝኾርዐሉ፣ ቅንዕ ኢሉ ብድፍረት እውን ዝዛረበሉ፣ ዝገልፀሉ፣ ምዃኑ ዝፍለጥ እዩ። ምናልባት ኣብ ኣመሰራርታ ጉዕዞ ናይዚ መንገዲ ኣየር ኢትዮጵያ ሕዚ መበል ሰማንያ ዓመቱ ኣኽቢሩ ሓሊፉ ኣሎ። ያው እቲ ብናይ ኢትዮጵያ ናይ ዕድመ ክልል ናብ ጎልማሳ ዝበሃል ዕድመ ሓሊፉ ማለት እዩ። እዚ ጉዕዞ እዚ ኣብ ሓደ ታሕሳስ ሽሕን ትሽዓንተ ሚእትን ሰላሳ ሸሞንተን ዓመተ ምህረት ብንጉስ ነገስት ኢትዮጵያ ሃፀይ ሃይለስላሴ ተመስሪቱ እዚ ቅድሚ እቲ ሓይሊ ኣየር ሓይሊ ኣየር እዩ ቀዲሙ ተመስሪቱ ተስዓ ዓመት ኣም ትቕድም ትብሎ ዝነበርካ እዚ ብድሕሪኡ ድሕሪ ዓሰርተ ዓመት ናይ ሲቪል ኣቬሽን ወይም ድማ ናይ ሲቪል ኣገልግሎት ዝህብ ናይ ተጓዓዝትን ናይ ኣቑሑት ጉዕዞን ኣገልግሎት ክህብ ተባሂሉ ዝተመስረተ እዩ እዚ ብሄራዊ ኣርማ ኢትዮጵያ ተገይሩ ዝውሰድ ወይም ድማ ብሄራዊ ኣርማ ኣፍሪካ ናይ ኣፍሪካውያን እውን ኣርማ ተገይሩ ዝውሰድ እዩ። እዙይ ምስ ናይ ነፃነት ቃልሲ ዝነበረ ካብ ባዕዳዊ መግዛእቲ እውን ኣብ ዝግበር ዝነበረ ምስዙይ እውን ተታሒዙ ዝግለፅ እዩ። መብዛሕቲኤን ኣፍሪካ ሃገራት ኣፍሪካ ካብ ናይ ኢትዮጵያ ባንዲራ ዝወሰዳ እየን ይበሃል። ኢትዮጵያ ካብቶም ኣብ ባዕዳ መግዛእቲ ዘይኣተው ወይም ድማ ባዕዳ መግዛእቲ ኣፈሺላ ሕሲራ ዝመለሰት ሃገር እያ። ስለዚ እዙይ ኢትዮጵያ እተንበልብሎ ባንዲራ ወይም ኣብ መንገዲ ኣየራ ዝረኣ ናይ ኩለን ኣፍሪካውያን ኩርዓት ተገይሩ ዝውሰድ እዩ። እዚ መንገዲ ኣየር ክምስረት ከሎ ምናልባት ካብ መጀመርያ እቲ ናይ ቴክኖሎጂ ወይ እቲ ናይ ሓሳብ ናይ ፍልጠት ሽግግር እውን ንምክያድ ተባሂሉ ዘመሓድርዎ ዝነበሩ ኣሜሪካውያን ዜግነት ዝነበሮም እዮም እዩ ዝበሃል። እዚ ምስ ትራንስ ወርልድ ኤርዌይስ ምስ ዝበሃል መንገዲ ኣየር እውን ሓቢሩ ዝተመስረተ እዩ። ኣብቲ እዋን እሱ ዝነበረ ናይ ዲፕሎማሲ ጻዕቕን ዕምቆትን ብዘረ መልክዑ ምክንያት ኣብ ኢትዮጵያ ሓድሽ ነገር ሓድሽ ቴክኖሎጂ እዩ እዚ ቴክኖሎጂ እዚ ናብ ኢትዮጵያውያን ክመሓላለፍ ወይ ክወራረስ እንተኮይኑ ካብቶም ልምዲ ዘለዎም ሃገራት ልምዲ ክንወስድ ክንኽእል ኣለና ሶ ከመሓድርዎ ዝኽእል እቲ ናይ ማናጅመንት ስራሕቲ እውን እቲ ዘሎ ናይ ቴክኒካል ስራሕቲ እውን ካብኣቶም ተመክሮ ንምውሳድ ምስ ኣሜሪካ ዝነበረ ዝምድና ብዘርኢ መልክዑ እዩ ስለዚ ካብ መጀመርትኡ ምስ ሓይሊ ኣየር ኣሜሪካ ስምምዕ ብምግባር እዩ እቲ ምንቅስቓስ እቲ ጉዕዞ ጀሚርዎ። ኣብቲ እዋን ንሱ ክውንን ጀሚሩ እዩ። ምናልባት እኳ ድሕሪ ኲናት ድሕሪ ካልኣይ ኲናት ዓለም ኣብ ዝነበሩ እዋን ኣብቲ እዋን ንሱ ዘገልግላ ዝነበራ ነፈርቲ ንዝተፈላለዩ ጉዕዞታት ወይ ምንቅስቓሳት ብኣየር ዝገብርኦ ዝነበራ ምንቅስቓስ ኣብኡ ዝነበራ ነፈርቲ ናብ ኢትዮጵያ ብምምፃእ እዩ እቲ ኣብኡ ኣገልጊለን ዝነበራስ ከም ኻልኣይ መገልገልቲ ናብ ኢትዮጵያ ተዓዲገን ምምፀኣን እየን። ኣብቲ እዋን ዝነበራ እውን ኣብ ታሪክ ተመዝጊቡ እዩ ዝረኣ እዚ ዝፍለጥ ሓሙሽተ ዲሲ ዝበሃል ስሪሲ ኣርባዓን ሰለስተን ዝበሃላ ነፈርቲ ብምግዛእ ኣብ ግልጋሎት ከም ዝኣተወት መንገዲ ኣየር ኣብ ታሪክ ተመዝጊቡ ይርከብ። ምስዚ ኣዛሚድና እቲ ፈላማይ በረራ እውን ኣብ ኢትዮጵያ ምስ ኣተየ ሓደ ታሕሳስ ሽሕን ትሽዓተ ሚእትን ሰላሳን ሸሞንተ ዓመተ ምህረት ከም ኣቆጻጽራ ግእዝ ከም ኣቆጻጽራ ኢትዮጵያውያን ክኣቲ ከሎ ድሕሪ ዝተወሰነ ግዜ ሰላሳ መጋቢት ሽሕን ትሽዓንተ ሚእትን ሰላሳን ሸሞንተን ኣብቲ ዓመት እሱ ገና ከይጸንሐ ድማ ጉዕዞ ፈላማይ ጉዕዞ ኣካይዱ እቲ ፈላማይ ጉዕዞ ካብ ኣዲስ ኣበባ ናብ ካይሮ እዩ ነይሩ ፈለማይ በረርኡ ዘካየደሉ። ስለዚ እዚ ኣብ ታሪክ ተመዝጊቡ ዘሎ መንገዲ ኣየር ኢትዮጵያ ትሕዚ ሒዝዎ ዘሎ ምስሊ፣ ትሕዚ ተዓጢቕዎ ዘሎ ቴክኖሎጂ፣ ትሕዚ በፂሕዎ ዘሎ ብርኪ ምዕባለ ኣድማስ ዘገልግለሉ ዝባፅሕሉ ዓድታትን ክረኣ ከሎ ካብ ባዶ ወይም ድማ ስኡ ኢልካ ብሓደ ግዜ ዘሊልካ ዝምፅእ ኣይኮነን። ናይ ባዕሉ ዝኾነ ጉዕዞታት፣ ከይድታት ኣለዉ። ስለዚ እዙይ ሓሊፉ፣ ካብ ኣዲስ ኣበባ ናብ ካይሮ ዝነበሮ ጉዕዞ ፈላማይ ጉዕዞ ኮይኑ ኣብ ታሪክ ዝተመዝገበለ እዩ። ድሕሪዚ ተበፃሕነቱ ብምስፋሕ ኣብ ዝተፈላለዩ ክፍለ ዓለማት ኣፍሪካ፣ ኣውሮፓ፣ ኤስያ፣ ኣሜሪካ መባፅሕታቱ ብምስፋሕ እቲ ሕዚ ዘለዎ ብርኪ በፂሑ ኣሎ ማለት እዩ። ሕዚ ልዕሊ ሓደ ሚእትን ዓሰርተ ሸውዓተን ዝኣኽሉ መባፅሕታት ከምዘለዎ ብቲ መንገዲ ኣየር እናተገለፀ እዩ። ከምቲ ዝበልካዮ ሕዚ እውን እቲ ሐዚ በፂሕዎ ዘሎ ብርኪ ምዕባለ ብኡ ተኹራዕሪዑ ወይም ድማ ብኡ ዓጊቡ ጠጠው ኣይበለን። እቲ ሐዚ ዘሎ ተርሚናል ኣብ ቢሾፍቱ እዚ ዓለም ለኸ ስታንዳርዱ ዝሓለወ መንገዲ ኣየር ወይ መዕርፎ ነፈርቲ ዝስራሕ ዘሎ እውን ቐፃልነት ናይዚ ከይዲ ናይቲ ጉዕዞ ተገይሩ እዩ። ኩሉ ወለዶ በቢጊዚኡ ናይ ባዕሉ ዓሸራ እናዕረፈ ናይ ባዕሉ ታሪክ እናሰርሐ ካፍቲ ዘለዎ ተላዒሉ ንቕድሚት ዘሰጉም ተኾይኑ ንናይ ባዕሉ ዓሸራ እናመዝገበ ዝሐልፍ ተኾይኑ እቲ ትካል ክንደየናይ ክዓቢ ከምዝኽእል መንገዲ ኣየር ኢትዮጵያ ሓደ ዓብይ መግለፂ፣ ሓደ ዓብይ መርኣያ ተገይሩ ዝውሰድ እዩ ኢልካ ምርኣይ ይከኣል። ግርም ጽቡቅ ሓሳብ ኢካ ኣልዒልካ ፍሽ ያው ክምቲ ዝበልካዮ ኣብ ሽዱሽተ ሸውዓተ ዓበይቲ ነገራት ድማ ኣብ ቀጻሊ ብትኩረት ንምስራሕ ካብ ዝሃቅኖም ስራሕቱ ሓደ እዚ ሓደ ምስሊ ኢትዮጵያ ካብቲ ዘለሎ ብርኪ ናብ ዝሐሸ ብርኪ ድማ ሓፍ ንምባል ሕዚ ውን ከም ኣምባሳደር ኮይኑ ካብን ናብን ዝጓዓዝ ኣብ ኣርባዕቲኡ ኩርናዓት ዓለም ውን ዝርከብ ምስቲ ምኳኑ እዚ ብቐፃልነት ኢትዮጵያ ሕዚ ምስቲ ዘርእዮ ዘላ ለውጢ ድማ ብፍላይ ኣብዚ ናይ ቱሪዝም ስራሕቲ ዓብዪ ዝላ ንምርኣይ እዚ ከም ሓደ ድልድይ ከም ሓደ መሰጋገሪ ኮይኑ ንምስራሕ ብዕቱብ ከምዝሰርሕ ካብ ዝሃቀኖም ስራሕቲ ሓደ እዩ። ካሊእ ዕድል ስራሕ ንምፍጣር እውን መንገዲ ኣየር ኢትዮጵያ ኣብ ቀፀልቲ ዓማውቲ ምስ ህንፀት ሓድሽ መዕርፎ ነፈርቲ ተኣሳሲሩ ካብ ሰላሳ ክሳዕብ ኣርብዓ ሽሕ ዝኹን ዕድል ስራሕ ከምዝፈጥር እዚ ቀሊል ነገር ኣይኮነን። ኣብ ትሕቲ እዞም ሰላሳ ኣርብዓ ሽሕ ተቖፀርቲ ሓይሊ ሰባት ኽንደይ ስድራ ኣሎ ኽንደይ ቤተሰብ ኣሎ ዝብል ነገር ትቖፅሮ ተለኻ ተባዝሖ ኸለኻ ብርክት ዝበለ ህዝቢ መነባብርኡ ናብ ዝሐሸ ብርኪ ንምልዋጥ እውን መንገዲ ዘመቻቹ ኮይንካ ኢኻ ትወስደሞ ኣብ ዕድል ስራሕ እውን ናይ ባዕሉ ዝኾነ ዓበይቲ ኣበርክቶ ንምውፋይ ከም ትልሚ ኪኑ ይሰርሕ ምህላዉ ዝፍለጥ እዩ። ካሊእ ኣብ እዚ ቁጠባ ኢኮኖሚ እዛ ሃገር እውን ቀሊል ዝኾነ ናይ ወፃኢ ካረንሲ ኣይኮነን ዘእቲ። ብርክት ዝበለ ሃፍተ ገነት ናብ ዓዲ ውሽጢ ክኣቲ ኣብ ምስራሕ ናይ ባዕሉ ግደ ስለ ዘለዎ ኣብዙይ እውን ብዝሐሸ መልክዑ ናብ ዝሐሸ ብርኪ ንምስግጋር ዝገብሮ ዘሎ ፃዕሪ ሕዚ እውን ካብቲ ዘለዎ ብርኪ ብዝተዓፃፀፈ መንገዱ ንምዕባይ ዝወጠኖም ስራሕቲ ኣለዉ። ካሊእ ዓንቶ ዘልዕልካዮ ኣብ ስግግር ቴክኖሎጂ እዩ። ምናልባት ዓለምና በቢግዚኡ ኣፕዴት ዝኸውን ናይ ቴክኖሎጂ ፍርያታት ይመፅእዮሞ መንገዲ ኣየር ኢትዮጵያ እውን ንባዕሉ ምስቲ ዘበን ዝጠልቦ ከይዲ እናተዓፃፀፈ ዝጥቀመለን ነፈርቲ ክኾን ይኽእል እዩ። ናይ ቴክኒክ ጉዳይ እውን ክኾን ይኽእል እዩ። ንቴክኖሎጂ ዝወዲ ነዚ ቴክኖሎጂ ዓቕሚ ዝፈልጥ ሓይሊ ሰብ ኣብ ምፍራይ እውን ቀሊል ነገር ኣይኮነን። ምናልባት በዚ እውን ስሙይ እዩ ሓይሊ መንገዲ ኣየር ኢትዮጵያ። ቴክኒሻናት ኣብ ምምራቕ እውን ብርክት ዝበሉ ናይ ኣፍሪካ ሃገራት ኣብዚ መፂኦም ዝምረቕሉ። ዝሐሸ ተገይሩ ስለ ዝውሰድ ስቲል ብስራሕ መዳይ መፂእኻ ሕዝቢ እዚ ናይ ኢኮኖሚ ዝበልናዮ ዓንተው እውን ምስ ዝተፈላለያ ሓይሊ ኣየር ሓይሊ መንገድታት ኣፍሪካ ጆይንት ብምፍጣር ገሊኡ ብሽርክና ገሊኡ ድማ እቲ ዝዓዘዘ ግደ እናገዘአ እናመወለ እናወነነ ብማኔጅመንት ይኹን ብካሊእ ነገራቱ ስራሕቱ እናጋፈሐ ዝርከብ ጃይንት ዝኾነ ትካል እዩ መንገዲ ኣየር ኢትዮጵያ ካሊእ ሓደጋ ኣብ ምንካይ እውን ምናልባት ናብ ዜሮ ምምፃእ እኳ ዋላ ተዘይተኻእለ ብዝተኻእለ መጠን ግን ሓደ እዚ ናይ ኣውሮፕላን ናይ ነፈርቲ ትራንስፖርት ንብሎ ከም ነጌቲቭ ተወሲዱ ከም ኣሉታ ተገይሩ ዝውሰድ ናይ ሓደጋ ጉዳይ ስለ ዝኾነ እዚ ሓደጋ ኣብ ምንካይ እውን ናይ ባዕሉ ዝኾነ ስራሕቲ እናሰርሐ ምስ ዘመን እናዘበነ ዝኸድ ዘሎ እዩ። ካልእ እቲ ናይ መወዳእታ እዚ መባፅሒ ምግፋሕ ዝበልካዮ እዩ። ሕዚ ሚእትን ዓሰርተ ሸውዓተን ሃገራት ክሊ ይክእል እዩ ጽባሕ እቲ ዓብይ ጃይንት ልኾነ መዕርፎ ነፈት ክስራሕ ከሎ ብኡ ልክዕ ንኩሉ ተታኣናግድሉ ኣኮሙዴት ትገብረሉ ዕድል ስለ ዝፍጠር ዋይኖት ናብ መላእ ዓለም ናብ ዓለም ዘለዋ ሃገራት ናብ ክልተ ሚእቲ ንበለን ልዕሊኡ ንበለን ሃገራት ዘይባጽሕሉ መንገዲ ኣይህልን ስለዚ እዚኦም ከም ሓደ ዓበይቲ ስራሕቲ ገይሩ ወጊኑ ዝሰርሕ ዘሎ ተምሳል ኢትዮጵያ ዝኾነ ወርቃዊ ዝኾነ ትካልና ኢልካ ምውሳድ ይከኣል እዩሞ ምናልባት ፍሽ ንሎሚ ዘለና ዛዕባ በዚ ዛዚብና ኣብ ቀጻሊ ድማ ምስ ካልኦት ዛዕባታት ካሊእ ሓሳብ ሒዝና ክንምለስ ቆጸሮ ብምሓዝ በዚ ተትፈለና ታይ ይመስለካ? ጽቡቕ ግን ኣብ መወዳእታ ግን ሓንቲ ዕድል ተሂብካኒ ይከኣል። ምናልባት መንገዲ ኣየር ኢትዮጵያ ምስ ቱሪዝም ክተልዕል ከለኻ ሓደ ተዘክሮ ስለ ዘለኒ ኣነ እውን ናይ ናቹራል ሳይንስ ተምሃራይ ስለ ዝነበርኩ ተምሃሮ ዩኒቨርሲቲ ኮይና ናይ ፊዚክስ ተምሃራይ ስለ ዝነበርኩ ኣየር መንገዲ ክን ዑደት ክነካይድ ናብ ኢትዮጵያ ኣየር መንገድ ዕድል ረኺበ ነይረ። ስለዚ ምስ ቱሪዝም ክተተሓዞ ከለኻስ ኩሉ ግዜ ካብ ዝረእኹዎም ካብ ዓይነይ ዘይፍለ መጽሄት ነይሩ ሰላም መጽሄት ዝብሃል ኩሉ ግዜ መንገዲ ኣየር ኢትዮጵያ ኣብ ዝገብሮም ምንቅስቓሳት ኣብ ዓለም ኣብ ዝገብሮም ዑደታት ኣብ ዝኸዶም ክያዶ መጽሄታት ሓቲሙ እቶም መጽሄታት ብጣዕሚ ብዝገርሙ መልክዕ እዩ እቲ መጽሄት ስታንዳርዱ ወርልድ ስታንዳርድ ዝሓለወ እዩ ስለዚ ኣብኡ ዘለዉ ናይ ኢትዮጵያ መባፅሒ ከዓ እዞም ሰርቲ መንዝስ ሳንሻይን ዝብል ሓደ ብራንድ ነይሮ ሽዑ ናይ ኢትዮጵያ መፋለጢ ናይ መባፅሒ ቱሪዝም ስለዚ ኣብ ኢትዮጵያ ዘሎ መባፅሕ ቱሪዝም ኩሎም ኣፍታ መፅሄት ዳርጋ ኩሎም ይረኣዩ እዮም ኢልካ ምውሳድ ትኽእል። ካብተን መተኣናገድቲ ጀሚርካ ዘለወን ፋሻል ኤክስፕሬሽን ወይም ገስቸር ፅባቐ እንዳተነዋለድ ዘለወን ንኣጋይሸን ንምቕባል ዝገብርኦ ዘርእይኦ ናብ ኢትዮጵያ ዘለው ካብ ተፈጥሮኣዊ ዝኾኑ ፀጋታት ካብ ቡና ጀሚርካ በል ኣብኡ ዘሎ መባፅሒ ቱሪዝም እዞም ኣብ ምልላይ። ታሪካዊ ሓድግታት እዛ ምልላይ ብጣዕሚ ሰፊሕ እ፣ እጃም ዝነበሮ እዩ እሞ እዚኣ ተይገለፅክዋ ከይሓልፍ ኢለ እየ። ሰላም ዝበሃል መፅሄት ዝነበረስ ኣብ መባፅሒ ቱሪዝም ኢትዮጵያ ምስሊ ኢትዮጵያ ኣብ ምልላይ ኣብ ምንፅብራቕ ሕዚ ሕዚ እኳ ዓብዪ ዘሎ እዩ እጃም መስለንን ዳግም ይመለሰልና እዩ በዚ ኣጋጣሚ እውን ሕዚ ኣይ፣ ምለስ ኣለ- ጽቡቅ እዩ ኣለ ዝብል ሓሳብ ይመስለን። እዎ። እወ ትኽክል ኢኻ እ፣ ምናልባት እቲ መፅሄት እሱ ንተኣናገድቲ ወይ ከዓ ንተገልገልቲ ኣብ ሕድሕድ ወንበሩ እዮም ዝቕመጥን ዝደለየ ሒዝዎ ይኸድ ዝደለየ ድማ ኣንቢቡ ዘቕምጦ ዝነበረ እዩ ትኽክል ኢኻ ኣብኡ ብርክት ዝበሉ መልእኽትታት ዝመሓላለፈሉ ዝነበረ እዩ እዋናዊ ዝኾነ መልእኽቲ ክኾን ክእል እዩ ብፍላይ ኣብ ቱሪዝም ሴክተር ዓብዪ ናይ ምልላይ ስራሕቲ ዝስረሐሉ ዝነበረ ስራሕ ስለ ዝኾነ በዚ ኣጋጣሚ እዚ እውን ብዝሐሸ ብርኩ ነዚ ቴክኖሎጂ ኣብ ግምት ዘእተወ መልክዕ እውን ብካሊእ መንገዲ እውን ክኾን ክእል እዩ ዝላለየሉ መንገዲ ተዝህሊ ዝብል ናትና መልእኽቲ እውን ጌርካ ምውሳድ ይከኣል ይፍሽ ዝኸበርኩም ተኸታተልቲ መደብ መኣዲ ዘተ፣ ንሎሚ ዝመረጽናዮም ክልተ ዛዕባታት መሰረት ጌርና ካብ ሰዓት ዓሰርተ ክልተ ክሳብ ሰዓት ሓደ ምሳኹም ጸኒሕና። ኣነ ኣብርሃም ኣስኳሉ ከምኡ ድማ መሳርሕተይ ፍስሃ መብራህቱ ብምዃን። ንቐጻሊ ሰሙን ድማ ካልኦት ዛዕባታት ሓሪና ክንራኸብ ቆጸሮ ብምሓዝ በዚ ክንሰናበተኩም ሰላም።

ኢትዮጵያ ንነዊሕ ዘመናት በዓል ዋና በሪ ባሕሪ ዝነበረት ሃገር ምዃና ይፍለጥ። ክንምጉት ከለና ግን ኣብ ናይ ቀይሕ ባሕሪ ሰለስተ ዓይነት ሒዝና ኢና። ዓለም ኣቀፋዊ ሕጊ፣ ጆግራፊካል ኣቀማምጣን ታሪክን ተመርኲስና ኢና ንጥይቕ። ዋና እንኣ ዝነበረት ወይ ማዘርላንድ እትበሃል ዝዓበየ ዕድል ክትወስድ ኣይትብል ኣይግባእን። ቀይሕ ባሕሪ ብለይ ምንም ጥያቄ ናይ ኢትዮጵያ። ኣካል እዩ ናይ ኢትዮጵያ ኣገልግሎት መውሀዊ። ዓሰብ ንብረተይ እዩ ኢልካ ምጥያቕ ግን ነውሪ ኣይኮነን። እቲ ዝቐለለ ንሱ እዩ ንህዝቢ ኢትዮጵያን ንመንግስቲ ኢትዮጵያን። ጀግናው ራእሲ ኣሉ ኣባ ነጋ ዘመነ ግዝኣቱ እውን ቀይሕ ባሕሪ መለስ እዩ ዝበሃል ነይሩ። ንሓደ ሃገር
ሓፂርኻ ንምሓዝ ብዝመስል መልክዑ ዝተትሓዘ እዩ። ንሕና ኢትዮጵያውያን ንነዊሕ ዘመን በሪ ባሕሪ ዝነበረና ሃገር ንምንታይ ኢና ካብዚ ተገሊልና? ጋዳፊ
ናይ ሊብያ መራሒ እውን ኢትዮጵያ